ሰላም ክብራት ተዓዘብቲ መደባት ፖሊስ ኣብ ህድሞና ቲቪ ከመይ ቀኒኹም እንሆ ሎሚ ውን ከም ወትሩ ንዓኹም ይምህሩን ይሕብሩን ከምኡ ውን ኣብ ሕጊ ኣፍልጦኹም እተዕብይሉ ዝበልናዮም ዝተፈላለዩ ትሕዝቶታት ኣዳሊና መጺና ኣለና ክሳብ ምዝዛም መደብና ምሳና ክትሓብሩ እናዓደምኩ ፈለማ ዜና ፖሊስ ከነቐድም።

ንሎሚ እውን ከም ወትሩ ዜና ሒዝናልኩም ቀሪብና ኣለና። ፈለማ ቀንዲ ነጥብታቱ። ናጽላ ውላዳ ዝቐተለት ጥርጥርቲ ኣብ ትሕቲ ቀይዲ ኣትያ። ናብ ፖሊስ ተረኪቡ ዝጸንሐ ልዕሊ ዓሰርተ ሸሞንተ ሽሕ ናቕፋ ነዋኑ ተዋሂቡ። ኣታሊላ ወርቂ ክትሰርቕ ዝጸንሐት ጥርጥርቲ ተታሒዛ። ኣብ መዓርፎ ነፈርቲ ፒርሶን ቶሮንቶ ምስ ዝተፈጸመ ስርቂ ወርቂ ብዝተሓሓዝ ጉዳይ ተወሳኺ ጥርጡር ምቕያዱ ተገሊጹ። ፖሊስ ስጳኛ ዓሰርተ ቶን ኮከይን ኣብ ትሕቲ ቁጽጽሩ ኣእትዩ። ፖሊስ ደቡብ ኣፍሪቃ ኣብ ዝተፈላለዩ ገበናት ዝተዋፈሩ ኣስታት ዓሰርተ ትሽዓተ ሽሕ ጥርጡራት ከምዝቐየደ ኣፍሊጡ። ዝኸበርኩም ተዓዘብትና ቀንዲ ነጥብታት ዜና ኢኹም ክትከታተሉ ጸኒሕኹም። ዝርዝራቱ ይስዕብ። ዜና ዘቕርበልኩም ተስፊት ገብረሚካኤል። ናይ ክልተ ኣዋርሕ ዕድመ ዘለዋ ናጽላ ጓላ ዝቐተለት ጠርጠርቲ፣ ብምትሕብባር ህዝብን ምክትታል ፖሊስን ኣብ ትሕቲ ቀይዲ ከምዝኣተወት ካብ መደበር ፖሊስ ገለብ ዝበጽሓና ሓበሬታ ገሊጹ። ጥርጥርቲ ጓል ዕስራን ሓሙሽተን ዓመት ኑርያ እድሪስ ኑር ዝተባህለት ምዃና ወሲኹ ዝሓበረ ፖሊስ፣ ብ ዕስራን ሽዱሽተን ጥቅምቲ ክልተ ሽሕን ዕስራን ሓሙሽተን ንዝተወልደት ውላዳ ብ ዕስራን ሸሞንተን ታሕሳስ ክልተ ሽሕን ዕስራን ሓሙሽተን ኣፋ ብምዕባስ ህይወታ ከምዘሕለፈታ'ዩ ዝሕብር። ጥርጥርቲ ኣብ ዓመተ ክልተ ሽሕን ዕስራን ሰለስተን ብተመሳሳሊ ተግባር ምስ ወይዘሮ ዛህራ መሓመድ ረቢ እድሪስ ዝተባህለት ወላዲታ ብምትሕብባር ንውላዳ ብምቕታላ ወላዲታ ንዓሰርተ ዓመታት ክትፍረድ እንከላ፣ ጥርጥርቲ ኑርያ ግን ንሓደ ዓመት ተኣሲራ ኣብ መወዳእታ ዓመተ ክልተ ሽሕን ዕስራን ኣርባዕተን ካብ ቀይዲ ድሕሪ ምውጽኣ ካብ ሕሉፍ ተግባራታ ከይተመሃረት ተመሳሳሊ ገበን ከምዝፈጸመት ኣዛዚ መደበር ፖሊስ ገለብ ሰርጌንተ ሳሚኤል ኣስፍሃ ኣረዲኡ። ንሱ ወሲኹ ኣብ ገለብ ከም ሳዕቤን ፍኑው ጾታዊ ርክብ ተርእዮታት ጥንሲ ከም ዘጋጥምን ግዳያትን ስድራ ቤታትን ድማ ካብ ህዝቢ ተነጽሎ ከየጋጥሞም ብዝሓድሮም ስግኣት ነዚ ኣነዋሪ ተግባራት ክፍጽሙ ከም ዝረኣዩን ብምጥቃስ ኣብ ዝሓለፉ ዓመታት እውን ገበናት ምቕታልን ምድርባይን ናጽላታት ክረኣዩ ከም ዝጸንሑ ገሊጹ። ኣብ መወዳእታ፣ ሰርጌን ተሳሙኤል ፍኑው ጾታዊ ርክብ ብዓቢኡ ነተን ደቂ ኣንስትዮ ግዳይ ዝገብር ብምዃኑ፣ መንእሰያት ካብ ዘይተደልየ ጥንስን ብጾታዊ ርክብ ዝመሓላለፉ ሕማማትን ንምክልኻል ካብ ፍኑው ጾታዊ ርክብ ክሕየቡ ኣተሓሳሲቡ። ኣብ ሃይኮታ ጋሽ ባርካ ኣብ መገዲ ወዲቑ ዝተረኽበ ልዕሊ ዓሰርተ ሸሞንተ ሽሕ ናቕፋ ናብ መደበር ፖሊስ ሃይኮታ ተረኪቡ ድሕሪ ምጽናሕ፣ ንዋንኡ ከም ዝተወሃበ ኣዛዚ መደበር ፖሊስ ሃይኮታ ሰርጌንተ በየነ ርእሶም ሓቢሩ። ሰርጌንተ በየነ ኣብ ዝሃቦ ተወሳኺ መብርሂ፣ ወዲ ሰብዓ ዓመት ጋይም ዑቕባጼን ኣውዓሎም ዝተባህለ ነባሪ ሃይኮታ ምምሕዳር ከባቢ ባዶ ሓደ ብ ዓሰርተ ሓሙሽተ ታሕሳስ ክልተ ሽሕን ዕስራን ሓሙሽተን ሰዓት ሸውዓተ ፈረቓን ድሕሪ ቐትሪ ኣብ ሹቕ ሸዓቢ ዝተባህለ ቦታ ናይታ ከተማ ብመሸማዕ ኣብ ዝተሰርሐ ሳንጣ ብፌስታል ዝተጠቕለለ ዓሰርተ ሸሞንተ ሽሕን ሰለስተ ሚእትን ስሳን ሓሙሽተን ናቕፋ ኣብ መገዲ ወዲቑ ድሕሪ ምርካቡ ሽዑ ንሽዑ ናብ መደበር ፖሊስ ሃይኮታ ከም ዘረከቦ ገሊጹ። ዋና ገንዘብ ኣብርሀት ንጉሰ መዝገቦ ዝተባህለት ነባሪት ሃይኮታ ምምሕዳር ከባቢ ባዶ ሓደ ምዃና ወሲኹ ዝሓበረ ተኣዛዚ መደበር፣ ኣብ ዕዳጋ ውዒላ ናብ ገዝኣ እናተመልሰት እዚ ዝተጠቕሰ መጠን ገንዘብ ከም ዝጠፍኣ ናብቲ መደበር ፖሊስ ብምቕራብ ከም ዘመልከተት ጠቒሱ ገባሪ ሰናይ ኣብ ዝተረኽበሉ ብ ዓሰርተ ሸሞንተ ታሕሳስ ክልተ ሽሕን ዕስራን ሓሙሽተን ገንዘባ ከም ዝተረከበት ኣረዲኡ። ንሱ ወሲኹ ብመሰረት መምርሒ ፖሊስ ኤርትራ ዋና ንኣረካቢ ዓሰርተ ሚእታዊት ናይቲ ንፖሊስ ዝተረከበ ጥፉእ ገንዘብ ይኹን ንብረት ክህቦ ግዴታ ከምዘለዎ ጠቒሱ ኣረካቢ እንቋዕ ጥራይ ዋንኡ ተረኽበት እምበር ኣነ ዝቕበሎ ጻማ የለን ክብል ነቲ ዋና ገንዘብ ክትህቦ ዝመደበቶ ገንዘብ ከምዘይተቐበሎ ኣነጺሩ። ዋና ገንዘብ ብወገና ገንዘባ ኣብ ኢድ ሓላል ሰብ ብምውዳቑ ብዝጠፍኦ ጠፊኡ ከምዘይተረፈ ብምግላጽ ንገባሪ ሰናይ ጋይም ዑቕባጼን ልዑል ምስጋናኣ ገሊጻ። ኣብ መወዳእታ ኣዛዚ መደበር ፖሊስ ሃይኮታ ሰርጌንተ በየነ ርእሶም፣ ህዝቢ ኤርትራ ዘይገንዘቡን ዘይንብረቱን ምውሳድ ዝጽየን ወናኒ ሃብታም ባህሊ ምዃኑ ብምግላጽ፣ እዚ ዘሐብን ባህሊ'ዚ ናብ ቀጸልቲ ወለዶታት ክሰጋገር ሓላፍነት ነብሲ ወከፍ ዜጋ ምዃኑ ኣረዲኡ። ናብ ዝተፈላለዩ ትካላት ወርቂ እናተንቀሳቐሰት ኣታሊላ ወርቂ ክትሰርቕ ዝጸንሐት ጥርጥርቲ፣ ኣብ ትሕቲ ቁጽጽር ፖሊስ ከምዝወዓለት ካብ ቀዳማይ መደበር ፖሊስ ዞባ ማእከል ዝተረኽበ ሓበሬታ ኣፍሊጡ። ሓላፊ መርመራ ገበን ናይቲ መደበር ሙሉእ ተኽለ ንኣፋፃፅማ እቲ ገበን ኣመልኪቱ ንድምፂ ፖሊስ ኣብ ዝሃቦ ሓበሬታ ጓል ሰላሳን ሸውዓተን ዓመት ጥርጥርቲ ናዝሬት ዳዊት ግደ ምስ ጓላ ወርቂ ዝዕድጋ ተመሲለን ከም ዝሓታ ጠቒሱ ዝተፈላለዩ ግራማት ወርቂ ምስ ተዋሃበን ዋናታት ከም ዝዘንግዑ ኣፅኒዐን ሞሊቐን ከም ዝወፃ ኣብ ገሊኡ ድማ ንምድንጋር ነቲ ዝሰረቐኦ ዝመሳሰል ኣርቴፍሻል ወርቂ ኣብ ጣውላ ገዲፈን ከም ዝስወራን ኣነፂሩ። እቲ ሓላፊ መርመራ ገበን ኣብ ዝሃቦ ተወሳኺ መብርሂ፣ ኣብ መስርሕ መርመራ ካብ ሽዱሽተ ትካላት ወርቂ ሰብዓን ሓደን ሽሕን ሓሙሽተ ሚእትን ቴስዓን ዝግመት ልዕሊ ሰላሳ ግራም ወርቂ ከምዝሰረቐትን ነቲ ንብረት ስርቂ ከኣ ከም ናታ ኣምሲላ ክትሸጦ ከምዝጸንሐትን ጠቒሱ ሽያጥ ወርቂ ምዃኑ ዝተገልጸ ሰላሳን ትሽዓተን ሽሕን ሽዱሽተ ሚእትን ዓሰርተን ናቕፋ ብኤግዚቢት ተታሒዙ ከምዘሎ ኣረዲኡ። ንሱ ወሲኹ ጥርጥርቲ ጉዳያ ተፃርዩ ኣብ ኣገልግሎት ማእሰርትን ተሃድሶን ሓዝሓዝ ከም እትርከብ ብምሕባር ገሊኦም ግዳያት ወርቂ ከም እተወስዶም ከይፈለጡ ስለ ዝፀንሑ ናብ ፖሊስ ከም ዘየመልከቱን ኣብ ዝተኻየደ ምፅራይ ግና ክስስቲ ዝሰረቐቶ ቦታታት ምስ ሓበረት ክሶም ከቕርቡ ከም እተገብረን ኣብሪሁ። ኣብ መወዳእታ ኣዛዚ ቀዳማይ መደበር ፖሊስ ሰለንተ ተኸስተ ሙሴ ጥርጥርቲ ብምትሕብባር ህዝቢ ክትሓዝ ከምዝኸኣለት ብምሕባር ወነንቲ ትካላት ንዓማዊሎም ኣገልግሎት ኣብ ዝህብሉ ህሞት ግዳይ ሰረቕትን ተበለፅትን ከይኮኑ መስተውዓልቲ ክኾኑ ከምዝግባእ ኣዘኻኺሩ። ዝኸበርኩም ተዓዘብትና ዜና ውሽጢ ሃገር ኢኹም ክትካታተሉ ፀኒሕኹም ድሕሪ እዚ ሓፃር መሰጋገሪ ዜና ወፃኢ ይስዕብ። ኣብ ክልተ ሽሕን ዕስራን ሰለስተን ኣብ መዓርፎ ነፈርቲ ፒርሶን ቶሮንቶ ካናዳ ካብ መኽዘን ምስ ተሰርቀ ኣስታት ኣርባዕተ ሚእቲ ኪሎ ግራም ዝምዘን ወርቂ ብዝተሓሓዝ ጉዳይ ኣርባዓን ሰለስተን ዓመት ዝዕድሚኡ ጥርጡር ኣብ ትሕቲ ቀይዲ ከምዝኣተወ ፖሊስ ካናዳ ኣፍሊጡ። ፖሊስ ካናዳ ኣብ ዝሃቦ ተወሳኺ መግለጺ፣ እዚ ኣርሳላም ቻውድሃራይ ዝተባህለ ጥርጡር ካብ ዱባይ ሕቡራት ኢማራት ዓረብ ተበጊሱ ኣብ መዓርፎ ነፈርቲ ቶሮንቶ ድሕሪ ምእታዉ ኣብ ትሕቲ ቀይዲ ክኣቱ ከምዝኸኣለ ኣረዲኡ። ብመሰረት ሓበሬታ ፖሊስ ካናዳ፣ እቲ ገበን ስርቂ ኣብ መፋርቕ ወርሒ ሚያዝያ ክልተ ሽሕን ዕስራን ሰለስተን ዝተፈጸመ ኮይኑ፣ ካብ ከተማ ዙሪክ ስዊዘርላንድ ነቒላ ኣብ መዓርፎ ነፈርቲ ቶሮንቶ ካብ ዝዓለበት ነፋሪት ኣስታት ኣርባዕተ ሚእቲ ኪሎ ግራም ዝምዘን ዘይተመስርሐ ወርቂ ኣብ መኽዘን ናይቲ መዓርፎ ነፈርቲ ድሕሪ ምኽዛኑ'ዩ መንነቶም ብዘይተፈልጡ ሰባት ክስረቕ ክኢሉ። እቲ ዓሰርተ ኣርባዕተ ነጥቢ ኣርባዕተ ሚልዮን ዶላር ኣሜሪካ ዝትመን ወርቂ፣ ኣብ መኽዘን ንብረት ገያሾ እቲ መዓርፎ ነፈርቲ ድሕሪ ምእታዉ፣ ንጽባሒቱ ዋና ተመሲሉ ዝተተምየነ ኣየር ትኬት ሒዙ ብዝመጸ መራሒ መኪና ከምዝተዘምተ'ዩ ፖሊስ ኣውራጃ ፒል ካናዳ ዝሕብር። ኣዛዚ ፖሊስ'ቲ ኣውራጃ ኒሻን ድራፓ ነዚ ፍጻመ ኣመልኪቱ ኣብ ዝሃቦ ዝርዝራዊ ሓበሬታ፣ ዛጊት ምስ ዝገበን ምትእስሳር ኣለዎም ተባሂሎም ዝተጠርጠሩ ዓሰርተ ሰባት ኣብ ትሕቲ ቀይዲ ኣትዮም ምህላዎምን ሓደ ህንዳዊ ድማ ተሰሊሙ ክመጾም ትጽቢት ዝገብርሉ ከምዘሎን ብምግላጽ እቲ ገበን ሓያሎ ሰባት ብሱቱር ዝተሳተፉሉ ውዱብ ገበን ምዃኑ ገሊጹ። ኣብ ፔንሲልቪያንያ ሕቡራት መንግስታት ኣሜሪካ ምስ ዝተታሕዘ ጥርጡር ዝጸንሐ ልዕሊ ሚእቲ ሽሕ ዶላር ኣሜሪካ ዝትመን ወርቅን ብዝሑ ዘይተገልጸ ገንዘብን ብኤግዚቪት ተታሒዙ ምህላዉ'ዩ ሰነዳት ፖሊስ ዘነጽር። ፖሊስ ስጳኛ ትሽዓተ ሽሕን ትሽዓተ ሚእትን ቴስዓን ኣርባዕተን ኪሎ ግራም ኮከይን ዝዓይነቱ ዕጸ ፋርስ ዝጸዓነት ናይ ንግዲ መርከብ ኣብ ትሕቲ ቁጽጽሩ ከም ዘውዓለ ሓቢሩ። እቲ ዋይት ታይድ ማለት ጻዕዳ ማዕበል ኣብ ትሕቲ ዝብል ስያመ ዝተኻየደ ዕዉት ስርሒት፣ ኣተግበርቲ ሕግን ጸጥታን ሕቡራት መንግስታት ኣሜሪካ፣ ዓባይ ብርጣንያ፣ ብራዚል፣ ፈረንሳን ፖርቱጋልን ዝተሳተፍዎ ምንባሩ ወሲኹ ዝሓበረ ፖሊስ ስጳኛ፣ ኣብታ መርከብ ዝነበሩ ዓሰርተ ሰለስተ ሰባት ኣብ ትሕቲ ቀይዲ ክኣትዉ ከለዉ ድሕነቶም ከውሕሱ ዝዓጠቕዎ ዓይነቱን ብዝሑን ዘይተገልጸ ብረት እውን ብኤግዚቪት ተታሒዙ ከም ዘሎ ኣረዲኡ። እታ ካብ ብራዚል ዝተበገሰት ምዃና ዝተገልጸት ናይ ንግዲ መርከብ፣ ባንዴራ ካሜሮን ዘንበልበለት ኮይና፣ ስጳኛ ምስ ሃገራት ላቲን ኣሜሪካ ብዘለዋ ጥቡቕ ርክብ፣ ናብ ሃገራት ኤውሮጳ ዝጓዓዝ ዕጸፋርስ ምችእቲ ኣፍደገ ኮይና ከም እትጥመት'ዮም ሰነዳት ፖሊስ'ታ ሃገር ዘነጽሩ። ፖሊስ ስጳኛ ኣብ ዓመተ ሽሕን ትሽዓተ ሚእትን ቴስዓን ትችዓተን፣ ሸውዓተ ሽሕን ሓሙሽተ ሚእትን ኪሎግራም ኮከይን ዝጸዓነት መርከብ ብምሓዝ ድሙቕ ዓወት ኣመዝጊቡ ከም ዝነበረ ብምጥቃስ፣ ነዚ ትሽዓተ ሽሕን ትሽዓተ ሚእትን ቴስዓን ኣርባዕተን ኪሎግራም ኮከይን ዘበርዓነ ስርሒት፣ ኣብ ልዕሊ ዓለምለኻዊ መርበብ ንግዲ ዕጸ-ፋርስ ዝተኻየደ ታሪኻዊ ዓወት ክብል ጠቒስዎ። ኣብ ዓመተ ክልተ ሽሕን ዕስራን ኣርባዕተን እውን ካብ ኤኳዶር ላቲን ኣሜሪካ ነቒላ ናብ ኤውሮጳ ተምርሕ ዝነበረት ናይ ንግዲ መርከብ ምስ ዓሰርተ ሰለስተ ቶን ኮከይን ኣብ ትሕቲ ቁጽጽር ፖሊስ ስጳኛ ውዒላ ምንባራ ሰነዳት'ታ ሃገር ይሕብሩ። ናይ መወዳእታ ዜና ፖሊስ ፖሊስ ደቡብ ኣፍሪቃ ኣብ ዝተፈላለዩ ኣውራጃታት እታ ሃገር ዘካየዶ መጠነ ሰፊሕ ወፍሪ ኣብ ገበናዊ ተግባራት ተዋፊሮም ከምዝጸንሑ ዝተገልጹ ልዕሊ ዓሰርተ ትሽዓተ ሽሕ ዜጋታት እታ ሃገርን ወጻእተኛታትን ከምዝቐየደ ኣፍሊጡ። እቲ ዝተኻየደ ፖሊሳዊ ወፍሪ ኣብ መፈለምታ መዓልታት ወርሒ ጥሪ ክልተ ሽሕን ዕስራን ሽዱሽተን ዝተኻየደ ኮይኑ፣ ብቕትለት፣ ፈተነ ቅትለት፣ ስርቂ፣ ዓመጽን ንግዲ ዕጸ ፋርስን ዝኣመሰሉ ዝተፈላለዩ ገበናት ዝኽሰሱ ኣስታት ዓሰርተ ሸሞንተ ሽሕን ትሽዓተ ሚእትን ሰብዓን ጥርጡራት ኣብ ቀይዲ ከምዝወዓሉ ፖሊስ ወሲኹ ገሊጹ።

ሚእትን ሰብዓን ትሽዓተን ተፈንጃርን ብኤግዚቪት ተታሒዙ ከምዘሎ ሓቢሩ። እቲ ኣፈኛ ወሲኹ ኣብ ዝሃቦ መብርሂ እተን ዕዉት ወፍሪ ዝተኻየደለን ኣውራጃታት ጓተንግ፣ ሊምፖምፖ፣ ፖሎክዋነ፣ ቦጃናለ፣ ፖስተርን ሙፑማላንጋን ምንባረን ጠቒሱ መስርሕ መርመራ ድሕሪ ምጽፋፉ መዝገብ መርመራ ጥርጡራት ሕጋዊ ሓሳብ ክወሃበሉ ናብ ቤት ጽሕፈት ኣኽባሪ ሕጊ ክለኣኽ ምዃኑ ኣረዲኡ።

ኣብ መደብ ካብ ሰነዳት መርመራ፣ ህርፋንን ድሌትን ህዝቢ መዝሚዙ፣ ካብ ዝሸምገሉ ኣቦታትን ኣዴታትን ወርቅን ካልእ ንብረትን ኣታሊሉ ክወስድ ምስ ዝጸንሐ ጥርጡር፣ መርመርቲ ካልኣይ መደበር ፖሊስ ዞባ ማእከልን ዝተኻየደ ቃል መሕተት ስዒቡ ክቐርብ እዩ ናቱ መደብ።
ገበን ኣንወርቲ ካብ ዝኾኑ ተግባራት ሓደ እዩ። ብብዙሕ መገድታት ዝፍጸም ኮይኑ ወዲ ሰብ ኣብ መዓልታዊ ህይወቱን ዕለታዊ መነባብሩን ኣፍልቡ ነፊሑ ንኸይንቀሳቐስ ዝገቲ እዩ። ኣብ ሃገርና ዕለታዊ ዝፍጸሙ ገበናት ዝጋነኑ እኳ እንተዘይኮኑ ነቶም ሓሓሊፎም ዘጋጥሙ ገበናት ከይሳዕረሩ ንምግትኦም ምትሕብባር ህዝብን ፖሊስን ኣገዳሲ ረቋሒ እዩ። ኣብ ሃገርና ብምትሕብባር ህዝቢ ዝቃልዑ ገበናትን ተሰዊሮም ዝጸንሑ ገበነኛታትን ካብ ግዜ ናብ ግዜ እናዓበየ ምኻዱ ኸኣ ንጥቡቕ ዝምድናታት ፖሊስን ህዝብን ዘጉልሕ እዩ። ህዝቢ ማዕረ ፖሊስ እጃሙ ስለ ዘበርክት ገበን ፈጺሞም ዝስወሩ ዜጋታት ብቑጽሪ ኣዝዮም ውሕዳት እዮም። እዚ ኸኣ ህዝቢ ምስ ፖሊስ ሓቢሩ ብዛዕባ ድሕነቱን ድሕነት ሃገሩን ኣብ ምሕላው ስለ ዝቃለስ እዩ። ሕብረተሰብ ኤርትራ ካብ ጥንቲ ጥቅምቲ ጭዋ ባህሊ ዝውንን ብምዃኑ ንባእሲ፣ ዕግርግር፣ ዓመጽን ስርቅን ዓገብ ዝብል ብኣቋራጭን ዘይሕጋዊ ኣገባብን ሃብቲ ክድልብ ዘይህቅን ንጸገምን ሽግርን ተጻዊሩ ሰሪሑን ጽዒሩን ብሰላም ክነብር ዝመርጽ ህዝቢ እዩ። ፖሊስ ኤርትራ ብደገፍን ምትሕባርን ህዝቢ ኣብ ምክልኻል ገበናት ዕዉት ንጥፈታት ከም ዘሰላስል ብምእማን ንዝምድና ህዝብን ፖሊስን ኣመልኪቱ ምስ ህዝቢ ብዝተፈላለዩ መገድታት ርክባት ካብ ምክያድ ዓዲ ወዓለን። ከም ውጽኢቱ ድማ ኣብዚ ዝሓለፈ ዓመት ዝተፈላለዩ ገበናት ብህዝቢ ተቓሊዖም እዮም። ፖሊስ ካብ ህዝቢ ክረኽቦ ዝደሊ እቲ ቐንድን ኣገዳስን ሓበሬታ እዩ። ካብ ዓይኒ ሓፋሽ ዝሕባእ ወይ ዝኽወል ስለ ዘየለ፣ ፖሊስ ካብ ህዝቢ ብዝረኽቦ ሓበሬታ ተሓጊዙ ገበነኛታት ንዝፍጽምዎም ገበናት ብመርትዖ ኣሰንዩ ብመገዲ ኣኽባር ሕጊ ናብ ፍርዲ ከም ዝቐርቡ ይገብር። ጥቡቕ ዝምድና ህዝብን ፖሊስን ብምፍጣር ኣብ ከባቢና ንዝረኣዩ ገበናት ኣብ እዋኑ ብምሕባር ኣቐዲምካ ንምክልኻሎም ከም ዝከኣል ንምእማን ኣበርቲዑ ይሰርሕ። ሓደ ናይዚ ኣብነት ድማ ኣብ ዝተፈላለዩ ቦታታት ኣስመራ ሰባት እናታለለ ወርቅን ገንዘብን ወሲዱ ክስወር ዝጸንሐ እሞ ብልዑል ምትሕባር ህዝቢ ክተሓዝ ዝኸኣለ ጥርጡር እዩ። እዚ ጥርጡር ኣእማንን መዳናገርን ቃላት እናተጠቕመ ብዕድመ ንዝደፍኡን ስንኩላንን ሰባት ከታልል ዝጸንሐ እዩ። ጥርጡር ነቶም ግዳይ ዝገብሮም ሰባት ድሌታቶም ከማልኣሎም ወይ እውን ከሳልጠሎም ከም ዝኽእል ኣእሚኑ ኣብ ኢዶም ወይ ክሳዶም ንዘሎ ወርቂ ኣውጺኦም ከም ትሕጃ ከም ዘትሕዙ ድሕሪ ምግባሩ ንብረቶም ወሲዱ ክስወርን ሸይጡ ኣብ ውልቃዊ ረብሕኡ ከውዕል ዝጸንሐ ዕሉል መታለሊ እዩ። ብመሰረት ውጽኢት መርመራ፣ ጥርጡር ብቐሊሉ ንኸይፍለጥ ገጹ ብማስክ ሸፊኑን መነጽር ወድዩን ብብሽክለታ ዝንቀሳቐስ ምንባሩ'ዩ ክረጋገጽ ክኢሉ። ፖሊስ ነዚ እከይ ተግባር ዝፍጽም ዝነበረ ጥርጡር ንምሓዝ ኣብ ዕቱብ ምክትታል ተጸሚዱ ኣብ ዝነበረሉ፣ ብዓሰርተ ሓደ ሓምለ ክልተ ሽሕን ዒስራን ሓሙሽተን ሰባት ኣብ ከባቢ ዕዳጋ እኽሊ ኣስመራ ካብ ሓንቲ ጓል ሰማንያን ሽዱሽተን ዓመት ኣደ ወርቂ ሃቴና ክወስድ ስለ ዝተዓዘብዎ ሒዞም ናብ ካልኣይ መደበር ፖሊስ ዞባ ማእከል ኣረከብዎ። ጥርጡር ሙሴ ተኽልዝጊ ተስፋዝጊ እዩ ዝበሃል። እዚ ወዲ ኣርብዓን ሓሙሽተን ዓመት መታለሊ ብዛዕባ ዝፈጸሞም ገበናት ብዝምልከት ነቲ ጉዳይ ዘጻረዩ መርመርቲ ክገልጹ ከለዉ መጀመርያ ናይ ክልተ ሽሕን ዕስራን ኣርባዕተን ኣትሒዙ ኣብ ዞባ ማእከል ኣብ ምሉእ ማለት እዩ ኣብ ዝተፈላለዩ ቦታታት ብምትላል ምልክታ ይቐርብ ነይሩ። እቲ ምልክታ ከኣ እንታይ እዩ ዝብል ሓደ ስሙን መንነቱን ዘይተፈልጠ ሰብ ቆቢዕ፣ ማስክ፣ ዳቢስታ፣ ዝገብር ማለት እዩ። ንዓበይትን ንኣረገውትን ንስንኩላንን ተንሽን ብምእሳር እንታይ ይብል መንግስቲ ብሕሱር ዋጋ ዕንጸይቲ፣ ፈሓም፣ እኽሊ፣ ዕትሮ ጋዝ ቀሪቡ ኣሎ እሞ እስኹም ምስ ዘለኩም ጸገማት ናይ ዕድመ ናይ ስንክልናን ቀዳምነት ክወሃብኩም ስለ ዝግባእ በዚ መሰረት ከኣ ኣነ ከኣ ኣብቲ ምምሕዳር ስለ ዝሰርሕ ቀዳምነት ክበኩም እየ ነዚ ከም ትሕጃ ዝኸውን ገንዘብ እንተለኩም ገንዘብ ገንዘብ ተዘይሃልዩኩም ከኣ እዚ ወርቂ ኣብ ክሳድክን ወይ ከኣ ኣብ ኢድክን ዘሎ ካትም በቲ ሕጃ ክንሕዞ እንዳበለ ካብ ዝተፈላለዩ ሰባት ክወስድ ጸኒሑ እዚ ምልክታ እዚ ከኣ ኣብ መደበራት ዳርጋ ኣብ ሸውዓቲኤን መደበራት ምልክታ ክቀርብ ጸኒሑ ማለት እዩ እዚ ጽዑቅ ምክትታል ክግበረሉ ድሕሪ ምጽናሕ ኣብ ዕለት ዓሰርተ ሓደ ወርሒ ሸውዓተ ናይ ክልተ ሽሕን ዕስራን ሓሙሽተን ማለት እዩ ሰዓት ዓሰርተ ኣቢሉ ይኸውን እዚ ተኸሳሲ ወይ ከኣ እዚ ጥርጡር ንሓንቲ ዓባይ ሰበይቲ ጓል ሰማንያን ሽዱሽተን ዓመት ወይዘሮ ለምለም ናየዝጊ ብርሃነ ዝተባህለት ኣብ ዕዳጋ እኽሊ ማለት እዩ እዘን ሰበይቲ ኣስቤዘእን ገዚኤን ደኺመን ኣብ ኣስካላስካላ ናይ ድኳን ኮፍ ኢለን ከለዋ፣ ልክዕ እዚ ተኸሳሲ ወይ ከኣ እዚ ጥርጡር መዋቲ ከም ልማዱ ተመሳሳሊ ገበን ክትፍጽም መጺኡ ነዘን ሰበይቲ ሓብተን ናይ ጥዕና ጸገም ስለ ዘለዋ፣ ሓብትኽን ኣብ ኦሮታ ሕክምና ክትገብር እያ እሞ ንይ ቀዳምነት ንክትወሃብ እዚ ወርቂ ምትሕጃኽን ሕዞ እሞ ብድሕሪኡ ሕክምናኣ ምስ ገበረት ክምለሰልክን እዩ ኢሉ ነዛ ሰበይቲ እንዳ ኣተላላ ከሎ ሰለስተ ግዱሳት ዜጋታት ኣንስቲ ማለት እየን ከምዚ ክገብር ከሎ ስለ ዝረኣይኦ እዚ ሰብ ነዛ ዓባይ ሰበይቲ የታልላ እዩ ዘሎ ዝብል ግምት ስለ ዝገበራ ተኸታቲለንኦ ምስ ተኸታተልኦ ልክዕ ካብ ክሳዳ ነዚ ወርቂ ፈቲሓ ክትህቦ ምስ ረኣይኣ፣ እዘን ኣንስቲ ክሕዝኦ ኢለን ምስ ፈተና፣ ልክዕ እሱ ከኣ ብሽገታ ስለ ዘላቶ ብሽገቱ ኣልዒሉ ክሃድም ምስ ፈተነ፣ ኣብቲ ከባቢ ዝነበረ ሰብ ሆው ሆው ምስ መጸ፣ ኣብኣ ከለዋ ምስቲ ከባቢ ተሓጊዘን፣ ፖሊስ ኣብቲ ከባቢ ስለ ዝነበሩ ሒዘምዋ ነትዮም። ሒዞም ብልክዕ ናብ ካልኣይ መደበር ፖሊስ ኣቕሪቦሞ፣ ኣብ ካልኣይ መደበር ፖሊስ ከኣ፣ ተመዝጊቡ ተቐይዱ ማለት እዩ። እዚ ጥርጡር እዚ ከኣ ከምዚ ክገልጾ ጸኒሐ ንሓደ ዓመትን ፈረቓን ዝኣክል ኣብ ከምዚ ናይ ምትላል ገበናት እዩ ተዋፊሩ ጸኒሑ። ብምትሕብባር ህዝብን ኣዝዮም ግዱሳት ሰባትን ከኣ እዚ ጥርጡር እዚ ክተሓዝ ተካኢሉ ኣሎ ማለት እዩ። እዚ ሰብ እዚ ካብ ወርሒ ሓደ ክልተ ሽሕን ዕስራን ኣርባዕተን ክሳብ ዕለት ዓሰርተ ሓደ ወርሒ ሸውዓተ ክልተ ሽሕን ዕስራን ሓሙሽተን ናብ ትሕቲ ቁፅፅር ፖሊስ ክሳብ ዝኣቱ ኣብ ምትላል ተዋፊሩ ኣብ ገበናት ተዋፊሩ ዝፀንሐ ስራሕ ኣልቦ ወዲ ኣርብዓን ሰለስተን መንእሰይ እዩ። ሕጂ እሱ ዝጥቀመሉ ዝነበረ ሜላ ከምዚ መርማሪ መድሃኔ ክገልፆ ዝፀንሐ ሓደ እቲ ዝጥቀመሉ ሜላ ናይ ናይ ትካላት ምንግስቲ ዝሰርሑ ሰበ ስልጣን ኣስማት ማለት ከም ኣማሓዳሪ፣ ኣናባባሪ ከምኡ ድማ ኣብ ቤት ጽሕፈት ህግደፍ ከም ዝሰርሕ ተመሲሉ እዩ ዝቐርቦም መጀመርያ እቲ ሜላ ናቱ ዕድመ ይድፈል። ዕድመ ካብ ስሳ ዓመት ክሳብ ተስዓ ዓመት ንዘለዉ ኣቦታትን ኣደታትን እዩ ከደናግር ጸኒሑ እዚ ሰብ እዚ። ዝጥቀመሉ ሜላ ከምዚ ኣቐዲመ ክብሎ ዝጸናሕኩ ኣነ ኣመሓዳሪ እየ፣ ኣመሓዳሪ ምምሕዳር ከባቢ ማይ ተመና እየ፣ ምምሕዳር ከባቢ ናይ ገዛ ባንዳ ገለ እንዳበለ እዩ መጀመርያ ዝኣትዎም። ጎኒ ጎኑ ከኣ እንታይ ይገብር እዩ ጎኒ ጎኖም እናኸደን ደዲሕሪኦም እናኸደን ኣስማቶም የጽንዕ እዩ። ኣስማት ናይዞም ሰባት ከጥቅዖም ዝደለየ ኣስማት የጽንዕ እዩ። ካልእ ከምዚ መሪሕ ሕቶ ዓይነት ሕቶ ገሩ እውን ይሓቶም እዩ። ስሞም እንድሕር ፈሊጡ ንቶም ሰባት እንድሕር ደኣ ንሓንቲ ኣደ እንድሕር ደኣ ስማ ፈሊጥዋ ስማ ጸዊዑ እዩ ሰላም ዘብላ ጽቡቕ ሰላምታ እዩ ዝገብረላ መጀመርያ ወድኽን ሓወይ እንድዩ ወይ ዓርከይ እንድዩ ቤተሰብ ኢና ገድብነ ሽዑ እቶም ዝሕተቱ ዘለዉ ከኣ ዓበይትን ናይ ዕድመ ጸጋ ዘለዎም ሰባት ከኣ ስለ ዝኾኑ ከምዚ ዓይነት ፍጻሜታት ከኣ ኣብ ዓድና ብዙሕ ተርእዮታት ከኣ ብዙሕ ዝጋነን ከኣ ስለ ዘየለ ስም ናይ ወዶም ወይ ናይ ጓሎም ጠቒሶም ምስ ነገርዎ እወ ኢሉ ከኣ በታ መሪሕ ሕቶ ተጠቒሙ እዩ ዝቐርቦም። ናይ ቅድስቲ ማርያም ከኒና ከም ዝወስድ ውን ኣረጋጊጽና ልክዕ ነዛ ናይ ቅድስቲ ማርያም ከኒና ስለ ዝወስድ ነዚኣ ኣብዛ መደበር ክመጽእ ብልክዕ ተጠቂምላ ማለት እዩ ሕሙም ከም መሲሉ ልክዕ ቀሪብና ማለት እዩ ብድሕሪኡ ላዕልን ታሕትን ኢልና ልክዕ እዚ ክሱስ ክዋሳኣልና ስለ ዝጀመረ ንሕና ከኣ ልክዕ በታ ናቱ መንገዲ ማለት እዩ ሓደ ጥርጡር ብዝኾነ ይኹን መንገዲ ልዕሌኻ ክኸውን የብሉን ክዋሳእ ተጀሚሩ ንስኻ ውን ማዕረ ማዕሪኡ ክትዋሳእ ኣለካ ላዕልን ታሕትን ኢልና ኣብ መወዳእታ ናብ ንቡር ሂወቱ ተመሊሱ ብትኽክል ነዚ ዝፍጸም ዝነበረ ገበናት ኣብዚ ውሽጢ ዓመትን ፈረቓን ማለት እዩ እሱ ይፍጽሞ ከም ዝነበረ እቲ ዝጥቀመሉ ዝነበረ ሜላ ብምሉኡ ናቱ ምዃኑ ኣረጋጊጽና ማለት እዩ። ኣታሊሉ ዝወሰዶ ኣዋርቕ ኣበይ ይሸጦ ከም ዝነበረ ምስ ሓተትናዮ፣ ንሓንቲ ኣዜብ ዘርኤ ገብረማርያም ዝተባህለት እንዳ ወርቂ መሸጥን መስርሕን ዘለዋ ኣብ ፊት ናይ ዕዳጋ ሓሙስ ንዓኣ ሸጠላ ከም ዝነበረ ሓቢርና ማለት እዩ። በዚ ብልክዕ ንኣዜብ ከይድና ኣምጺእናያ። ደሓር እዚ መርመራ እንዳቐጸለ ከሎ ክሱስ ብዝተገብረሉ ጽዕቕ ዝበለ መርመራ ወርቂ ኣብ መንበሪ ቤቱ ኣቐሚጡ ከም ዘሎ'ውን ሓበሬታ ሂብና ማለት እዩ። እዚ ወርቂ ከይድና ካብ መንበሪ ቤቱ ነተን ኣምጺእናየን ማለት ኣምጺእናን ዝመዘናየን ክልተ ሚእትን ሓምሳን ሽዱሽተን ነጥቢ ሓደ ብትኽክል ኣብ ኢዱ ዝጸንሐ ወርቂ ሒዝና ማለት እዩ። ናይ ኣንስቲ ኣስተሊነ፣ ኩትቻ ናይ እዝነን፣ ሱቑርየን ናይ ላዕሊ እዚ ብምሉእ እዚ ወሲድለን ማለት እዩ። እዚ ክገብር ከሎ ብሓፈሻ ሸውዓተ ሚእትን፣ ኣርባዓን ሰለስተን ነጥቢ ሰለስተ ግራም ወርቂ ኣታሊሉ ካብዞም ሰባት ወሲዱ ማለት እዩ። ካብዚ ክልተ ሚእትን ሓምሳን ሽዱሽተን ነጥቢ ሓደ ብኤግዚቢት ኣብ መደበር ተታሒዙ ኣሎ ማለት እዩ። ጥረ ገንዘብ እውን እንተረኺቡ ስለዘይገድፍ እሱ ጥረ ገንዘብ ካብዞም ሰባት መመዝገቢ እንዳበለ ሰለስተ ሽሕን ትሽዓተ ሚእትን ናቕፋ ወሲዱ ማለት እዩ። ስለዚ እዚ ክሱስ ከምዚ እንዳገበረ ካብ ዝተፈላለዩ ሰባት ከታልል ጸኒሑ ማለት እዩ። ብዝያዳ መርማሪ ጅምዒ እውን ምሳይ ስለዘሎ ነዚ ጉዳይ ተወሳኺ መብርሂ እህበልኹ። ዝኾነ ፍጻመ ገበን እናተፈጸመ ዝሓልፍ ወይ ከኣ እንታይ ገደሰኒ ዝብል ህዝቢ ዳርጋ ኣለና ኢልና ክንዛረብሲ ኣሰካፊ እዩ። ኩሉ ኣብ ምትሕብባር ፖሊስ ዝሰርሕ እዩ። ምኽንያቱ ባዕሉ እቲ እዛ ዩኒፎርም ገርናያ ዘለና ዩኒፎርም እዩ ዘይለበሰ እቲ ህዝቢ እምበር ባዕሉ ፖሊስ ስለ ዝኾነ ብዙሓት ከምዚ ኣብ ህዝብናን ኣብ ካልእን ስክፍታ የብልናን። በዚ መሰረት ከኣ እዚ ሰብ እዚ ከኣ ብምትሕብባር ህዝቢ ተታሒዙ ኣብ ካልኣይ መደበር ፖሊስ ኣስመራ ከም ዝቐርብ ኢዩ ተገይሩ። ስለዚ እዚ ምትሕብባር ህዝቢ ኣዝዩ ልዑልን ጽቡቕን ከም ዘሎ ኢየ ኣነ ክገልጾ ዝኽእል። እዚ ሰብ እዚ ከኣ ኣብዚ ጉዳያት እዚ ናይ ሓደ ዓመትን ፈረቓን ኣብ ምትላል ኣትዩ ዝጸንሐ ሰብ ኢዩ ማለት ኢዩ። ፈሓም፣ ዕንጨይቲ፣ እኽልን ጋዝን ከምጽኣልክን፣ ከምቲ ሕጃ ካቴናኽን ወይ ካቲምክን ኣትሕዛ ኢሉና፣ እንታይ የዕንዚዝና ኣይንፈልጥን ኣውፂእና ሂብናዮ ብኡ ኣቢሉ ከዓ ተሰዊሩ ይብሉ እቶም ግዳይ ገበናዊ ተግባራቱ ዝኾኑ ዜጋታት። ጥርጡር መእመኒ ቃላት ይጥቀምን ምስ ሰባት ፅቡቕ ርክብ ዘለዎ መሲሉ ንኽረአ ድማ ናይ ሞባይል ርክብ እናካየደ ንገርሀኛታት ኣዴታትን ኣቦታትን የታልል ነይሩ። ይኣምንዎ ስለ ዝነበሩ ድማ ወርቂ ካትም ካብ ኢዶም ወርቂ ካቴና ድማ ካብ ክሳዶም ኣውፂኦም ብዘይምምታእ ይህብዎ ምንባሮም የረድእ ቃል ጥርጡር ሙሴ። ኣጋጣሚ እቲ ሓሳብ መፂኒ ማለት እዩ ንዓይ ኣጋጣሚ እቲ ሓሳብ መፂኒ ከምኡ ዝብል ሓሳብ ኣጋንንታዊ ሓሳብ እዩ ድብሎ ኣነ ኣብ ሓንጎለይሲ ይነበረን ከምኡታት ማለት ከምኡ ስራሕስ ተዋፊሮም ገይረውን ኣይፈልጥን እዩ ሽዑ ኣብ መገዲ ከይድ ገለመለ ከምኡ ከምዚ ናይ ወርቂ ዓይነት ክሳይ መጺእኒ ናብ ነብሰይ ማለት እዩ ድየድሊ ነገራት ኣብ መገዲ ድሓልፋ ሰባት በዚ ናይ ዕዳጋ ዶሩ ከባቢ ገለ ይርኢ ማለት እዩ ከምዚ ዕድመ ቁሩብ ክሳይ ደበላ ማለት እዩ ዕድመ ድሰጎማ ገለመለ የቐርበን ሕጂ እቲ ሓሳብ ኣብኡ ፍልፍል ማለት እዩ ይመጻካ ዋእ ከምዚ እንድየ ሕክምና ከርእየኪ እንዶ እቲ ደድሊ ነገራት ማለት እዩ ከምዚ እንዳ ጋዝ ዓይነት ዶ ከምዚ ክተሓበረክን ጋዝ ከምጻልኪ እንዶ ገለመለ ኢለ ኣብዚ ኖርማል ሞባይል ከኣ ነይራ ሃኒ ዘይትሰርሕ ማለት እዩ ሽዑ ከም ገይረ ደዊለ ወድኽን መን ሽሙ ይብለን መጀመርታ መን ሽሙ መን ሽሙ ይበሃል ወደይ ይብላኒ ሽዑ ነቲ ወደይ ምስ ጸውዓ ነቶም ተሌፎን ገይረ ረኺበዮ ኣለኹ ገለመለ ብለን ማለት እዩ ረኺበዮ ምስ በልክወን ሽዑ እሞ ደሓን እቲ ንብረት ከምጻልክን ከምዚ እስቲ ሕጂ ሃባኒ ወርቅኽን ገለ መለ እብለን ማለት እዩ። ቀሪበ ከምኡ ክብለን ከለኹ እሰን ከኣኒ ኣሚነን ይህባኒ ማለት እዩ። ይህባኒ ሽዑ በታ ዝጀመርኩላ መዓልቲ ክልተ ከምዚ ናይ ኢድ ገለ እየ ረኺበ። ኣብ በዚ ዕዳጋ ደርሁ ገለ ስኢለ ኮልል ነይረ ደሓር ኣጋጣሚ ማለት እዩ ምስ ኣተኹ ብሓደ ገዛ ነዚኣ ኣዜብ ትበሃል ማለት እዩ ይረኽባ ኣነ ከምዚኣ ከምዚኣ እብላ ሐራይ ጽቡቅ ኢላ ኣየ ኣነ ሪኤኒ የብሎን እየ ኣብኡ ከላ ከምዚ ኢላ ክንድዚ እየን ኢላ ትበኒ ማለት እዩ ድሓር መሊሳ ከ ሕጂ እቲ ናታ ምትብባዕ ከምዚ ምስ በልሀንስ ዋእ ከምዚ ጌረ ከ ከምዚ ደይገብር ኢለ ማለት እዩ ድፍኢት መጺኒ ማለት እዩ ሕጂ ድፍኢት ምስ መጻኒ ከኣ ቀጺለዮ ማለት እዩ። ሽዑ ብሽክለታ ኣላሃኒ ነይራሃኒ'ያ፣ ኣነ ዝኣክል ሓገዝ ነይሩኒ'ዩ፣ ናይዞም ጸዓዱ ደዕበዩኒ ገለመለ ኣውደኦቲ ኣይነበረንን፣ ግን ሱቕ ኢልካ ነቲ መገዲ ድያብሎስ ባዕልኻ ከኣ መገዲ ትውስኸሉ ማለት'ዩ። ከምኡ ኢለ ይቕጽል ማለት'ዩ፣ መሊሰ ከኣ ይኾልል በዚ ሹቕ ገለመለ ከምዚ ዕድመ ድደፍኡ ወይ ገለ ደበሉ ይቐርቦም፣ ቀሪበ ከኣ ከምኡ እብሎም፣ ተመሳሳሊ'ቲ መስርሕ ማለት'ዩ፣ ሕክምና ኣብዚ እንዳ ሓኪም ከርእየኩም ድዓይኒ፣ እንደገና ከኣኒ እዛ ትብላ ዘለኻ ሞባይል ኣላ ከኣ ሞባይል መን ወዲኽን ሽምክን እወ ደዊለሉ ኣለኹ ገለመለ ብለን ጋዝ ከኣኒ ኣብንዳ ጋዝ ከኣኒ ድፈልጦ ሰብ ኣሎ ወይ ጋዝ ከምጻልክን እየ ወይ ፈሓም ገለመለ ብለን ብከምዚኣ ገይረ ማለት እዩ ናይ ክሳደን ገለመለ ውፅኤን ኖርማል ባኒ ማለት እዩ እምነት ገይረን ማለት እዩ ሓደ ከኣኒ ንሓደ ሰብ እኮ ድዕር መገዲ ኣምላኽ ኣሎ ኮይኑ ፅቡቕ ነገር እዩ ድመፆ መገዲ ከምዚ ዝበሃል ዘሎ ኣብ ምትላለየ ኣብ ካልእ ማልየ እንድዕር ኣቲኻ ግን ገለ ፓወር ስፕሪት ዝመጻካ ነገር ኣሎ እቲ ፓወር ከኣ ርድኣኒ ነይሩ እዩ ንዓይ እንዳኸድኩ ከለኹ ኣብ መገዲ ሃንደበት መጻኒ ሕጂ ከምዚኣ እንዶ ግበር ብቐዳማይ እዚኣ ተዓዊትካላ እንዲኻ ዝዓይነቱ ከምኡ መጻኒ ሕጂ ከምኡ ምስ መጻኒ ምስቲ ዕድሚኦም ኣብ ግምት እንዳእተኹ ይቐርቦም ማለት እዩ እቲ ተሓሕዛይሲ ከምዚ ከምዚ ንፈልጦሲ እንድሕር ሓንቲ መገዲ ርኢካ እቲ ዲያብሎስ ዝበሃል ጋኒን ፍልጥቲ እያ ታይ ትብለካ ዋላ ከለካ ዓጋመ ድባሃል የብልካ ወስኽ ወስኽ ወስኽ ዳሓር ሸረኽ ተዳልያ ኣላ ፍልጥ እያ ሓቀይ ናይ ኣጋንንቲ ናይ መገዲ ክሳይስጢ ፍልጥ እያ ሕጂ ኣብቲ ክታሓዞ ልነበርኩ ሳዓት ሙሉእ ሙሉእ ኣነ ነብሰይ ከምዚ ተቋጻጺርኒ እዩ ነይሩ ኩሉ ሻዕ ተቋጻጺርኒ ነይሩ እቲ ድጓዓዞ ዝነበርኩ እቲ ክታሓዝ ከለኹ ግን ዋላ ጥንቃቐታት ትገብር ኢኻ ከም ሰብ መጠን ሕጂ ጥንቃቐታት ሽዑ ግን እንታይ ገይርኒ ናብ ክሳየት እዩኒ በቃ ነርቨስ ተቐይረ ነርቤ ዝተቐየረ ነታ ሰበይቲ ማለት እዩ ቁሩብ ከምዚ እኽሊ ዕዳጋ እኽሊ ዶ ከምዚ ክወስደልኪ ዶ እኽሊ ገለመለ ብለን እኽሊ ሎሞን እኽሊ ከምጻልክን ይብለን ተን ሰበይቲ ከኣ ዋይ እኽሊ ደኣ መድልየኒ ነይሩ እሞኒ ሕጂ ሰሊ እንዲ ደኣ ድውሕደኒ ደሎ ወላ ሓንቲ ከኣ ሕጂ ከኣ ወላ ሓንቲ ብኢደይ የብለይን ይብላኒ ማለት እዩ ከምኣ ምስ በላኒ ምስ ረኣኹወን ሽዓ ኣብዚኡ ተን ነይራ ሰሊኒ እዋእ እሞ ደይንሰማማዕ ደኣ ብለን እንታይ ክንሰማማዕ ሕራይ ከምዚኣ በል ንግበር እስኽን እታ ሰሊኒ ትባኒ ኣነ ከኣ እታ እታ እኽሊ ከኣኒ ከምጻልክኒ መን ሽሙ ወደይ እወ እፈልጦ እንዴ እብለን ወደን ኣልዕላለይ ማለት እዩ ወደን ወዲ ጓለን እወ ከምዚ እንዲ ይብላ እኔ እወ ሕራይ እፈልጦ እንዴ እብለን እፈልጦ እንዴ እንዳተባሃልና ከለና ሕጂ ኣነ ክሳይ ከምዚ ዝበልኩ ኣብ ነርቤ ሰያቴ ሕጂ እታ መጻወድያስ ኣኺላ ማለት እዩ ዋላ ብሕጊ እውን ክተሓዝ ፍሉጥ እዩ ደይከውን ስለ ትሰርሕ ደለኹ ማለት እዩ ደሓር ሰን ከምኣ ምስ በላኒ ከምዚኣ ገይረን ኣውፅኤንኣ ከብዚኢተን ኣውፅኤንኣ ገለመለ ኣብ ሰብ ሓልፍ ነይሩ መገዲ እንዲዩ ኣወዳት ነይሮም ኣዋልድ ነይሮም ገለመለ ሽዑ እዋይ ደሓን ኣምላኽ ኣሚነ ክበካ እየ ኢለናኒ ማለት እዩ ኣነ ኣምላኽ ኣሚነ ክበክዕ እና ኡ ሓደን ክልተን ሓደን ክልተን እንዳተባሃልና ሂበናኒ ክብገስ ክብል ደሓር መንእሰያት ኔሮም ኣዋልድ ውን ኔረን ኣምዚ ኣንስቲ ዓይነት ዋእ ኣንተ ዘን ሰበይቲ ደኣ ከምዚ ዲክን ትገብርኦ ኣበይ ትፈልጦ ደኣ ትህቦ ኣለክን ገለመለ ዘረባ መጽእ እንተ ክፈልጦ ደኣ ኣምላኽ ኣሚነ እህቦ ኣለኩ ንዓስ ከታ ንዓስ ከታ ንዓስ ከታ መጽያ ሽዑ ሽዑ ሒዞምኒ ማለት እዩ ስለዚ ሓይዘ ሽዑ እ እወ ትሃድም እንታይ እሞ ናይ ዓቅሊ ጽበት ድኣ ክትሃድም ክትፍትን ኢኻ ዘሎ ትፍትን ኢኻ እንታይ ድኣ ሒዞምን ማለት እዩ ሆ ከምዚ ናይ ቢንያም ግርማይ ቦላታ ሒዞምን መጽዮም ማለት እዩ እወ ናብዚ ሆ እንዳበልኩም ኣእትዮምን ማለት እዩ ኣብዚኣ ከዓኒ ከምዚ ናይ በዓል መድሃኔ በዓል ከድር ገለ ከዓ ተቐቢሎምኒ ማለት እዩ ሕጂ ዋላ ከድር ሸዓ ኣብታ ኦፊስ ትበለኒ ዋላ ሓንቲ እዛ ሰበይቲ ንምሕረትካ እያ መፅያ ኢለኒ ማለት እዩ ምሕረትካ እያ እዚኣ ታይ ገደሸካ ኣነ ከኣ ሽዑ ኣዋዲቀ እየ ነብሰይ ማለት እዩ ሕጂ ኣነ ከምዚ ጸቀጢ ወዲ ጸቀጢ ኣይኮንኩን ሽዑ እቲ ዝነበረ ኩነታት ማለት እዩ ኣብ ገዛይ ከምዚኤን ኣለዋ ደቆሞትኩዎ ማለት እዩ በብመዓልቱ ንኣዜብ ክባ ኢለ ደቆሞትኩዎ ኔሩ መድሃኔ ከኣ መድሂንኣለም ኢካ ትብሎ ታይ ደኣሞ መድሂንኣለም ኮይኑ ከኣ እሱ ከኣኒ እዚኣ ከምዚኣ ንረዳዳእ ኢሉኒ ታይ ገድሽ ናብ ከምዚ ንኣቱ እስካ ትመሓር እስካ ናብ ጽቡቅ መገዲ ትምለስ ታይ ገድሽካ ከምዚ ከምዚ እንዳበልካ ውን ሞይትካ ኔርካ ተተኾንክ፣ ጠፊእኻ ኔርካ ተተኾንክ ተባሂሉ ማለት እዩ ኣብ ብኸምዚ ደረጃ ናብ ትሕቲ ቀይዲ ኣትየ ማለት እዩ። ሓላፊ መርመራ ገበን ካልኣይ መደበር ፖሊስ፣ መታለልቲ፣ ግርህነት ሰባት ኣጽኒዖምን መዝሚዞምን ዝተፈላለዩ ሜላታት እናተጠቕሙን ካብ ሰባት ገንዘብን ንብረትን ከም ዝወስዱ ብምግላጽ፣ ሰባት ግዳይ ምትላል ንኸይኮኑ ብዛዕባ ክገብርዎ ዘለዎም ጥንቃቕን እቶም ኣብ ተመሳሳሊ ገበን ዝዋፈሩ ድማ ይንዋሕ ይሕጸር ምቅልዖም ከም ዘይተርፎም ተረዲኦም ካብ ተግባራቶም ክቑጠቡ ዘመሓላለፎ መልእኽቲ ንከታተል። ተኸሳሲ ሙሴ ንሓደ ዓመትን ሽዱሽተ ወርሕን ዝኣክል ብዝተፈላለየ ምኽንያት እንዳታለለ እዚ ኩሉ ክገልጽዎ ዝጸንሑ ኣብ ዓበይትን ኣረጋውያንን ስንኩላን ዘለዉ ማለት እዩ ነዚኦም ኣባል ህግደፍ ሓኪም ኣባል ምምሕዳር እንዳኾነ እዩ ዝቐርቦም ኔሩ እቲ ዝጥቀመሉ ዝነበረ ሜላታት ኣብ ጎነን ኮፍ ምስ ኮፍ ኢለን ወይ ገለ ብዝኾነ ቦታ ክዛረባን ክዕልላን ክርእየን ከሎ ናተን መደብ ርእዩ ክሳይ ዝገብር ካብቲ ናተን ሓሳብ ሰሪቑ ከመይ ኣለኽን ደሓን ዶ ኣለኽን ወዲ ሓውኺ እንድየ ይብላ ንሓንቲ ሓውኺ ወዲ ክስቶ ክስቶ ከምዚ ከምዚ ኢዩ ኣይፈለጥኩኻን ዳላ ተገጊኽኒ እምበር ትፈልጥኒ ኢኺ ሕጂ ከምዝን ከምዝን መጺ ስለ ዘሎ እዚ መንግስትና ንህዝብን ንጽጉማትን ንህዝቢ ዝወሃብ ፈሓም ከምዚ ኩሉ ዝገልጾ ጋዝ ጣፍ እንዳበለን ዘታልለን ኔሩ ሰንካኣ ካብቲ እምነት ዝተላዕለ ብዘይ ዝኮነ ምክንያት ዋእ እንድሕር ከምዚ ለዛ ጽቡቅ እሞከ ሕጂ ገንዘብ የብለይኒ ዋላ እዚኣ ሃባ እንዳበለ እዩ ዝወስድ ኔሩ ብከምኡ መሰረት ክንዲ ዝኣክል ከም ዝገለጾ ንልዕሊ ሸውዓተ ሚእትን ኣርብዓን ሰለስተን ነጥቢ ግራም ዝከውን ኣታሊሉ ዝወሰዶ ከም ዝወሲዶ ከም ዘሎ ኣረጋጊጽና ኣለና እዚኤን ከኣ ስንብዳ ገዛ ከይደን ሰብላ ድሕሪ ሳልስቲ ራብዕቲ ናብ ፖሊስ ክመጻ ግድዳ ገለገለ ሕጂ ካብቲ ዝበዝሕ እቲ ህዝብና እንታይ ኔርዎ ጸገም እቲ ዝበዝሕ ኣመልኪቱ ክንብሎ ንክእል ኢና ገሊኡ ከኣ ሓፊሩ ብ ገዝኡ ኮፍ ብል ሕጂ ስለምንታይ ከምዚ ይከውን ኣብ ገዛ ኮፍ ኢልካ ተሳቂካ ስቅ ካብ ምባል ብቀረባ እታ ዘጋጠመትካ ነገር ንምልከቶ ኣካል ንምምሕዳር ድዩ ንፖሊስ ድዩ ክትሕብር ኣለካ ነዚ ብዘይምሕባር ስጋብ ንዓመትን ገለን ዝከውን ቀጺሉ ማለት እዩ። ኣብ መወዳእታ ግን በዚ ዝገበርናዮ መስርሕ መርመራ ውጽኢታዊ ስራሕ ኢና ሰሪሕና። መርመርቲ እዞም ኣብዚ ዝጸንሑ መርመርቲ ናይ ብሓቂ ንፉዓት እዮም፣ ብሉጻት ውጽኢታዊ ስራሕ ሰሪሖም። ካብቲ ዝሰርሕዎ ዝረኸብዎ ኤግዚቢት እውን እዚ ወርቂ እዚ ትርእይዎ ዘለኹም ብምሉኡ እዚ ሰሊንዳስ እዚ ኣብ ገዝኡ ሓቢእዎ ዝጸንሐ እዩ። እዚ ክንዕወት ከሎና ቀሊል ኣይኮነን ክልተ ሚእትን ሓምሳን ሽዱሽተን ግራም ናይ ብሓቂ ውጽኢታዊ ስለዚ ኣነ እንታይ ክብል እደሊ ሓንቲ እታ ተጉየካ እንዳ ወርቂ ሲ ሕጋዊ ልቸንሳ ሒዞም እዮም ዝሰርሑ ክሸጡ ከለዉ ብሕጋዊ ረሲድ እዮም ዝሸጡ ክገዝኡ ከለዉ ከ ስለምንታይ ረሲድ ዘይሓቱን እዚኣ ተሕዝነኒ ሕጂ ታይ ህዝቢ ከምኡ ከውድቆም ክኢሉ ንረብሓን ጥቅምን ጥራይ ስለ ዘገድሶም እዩ እዚ ረብሓን ጥቅምን ብኡ ተገዲድካ ንህዝብካ ምውጻእ ከኣ ውጺኢታዊ ኣይኮነን ኣዜብ ከምዚ ክገልጾ ጸኒሑ ክገልጽዎ ዝጸንሑ መርመርቲ ክመጻ ከሎሲ ናይ ብሓቂ ዝግርመካ ሽሙ ይትፈልጠን እያ መን ኢላ ጽውዖ ዝብጦ ኢላ ጽውዖ ዝብጦ መጺኻ ትብሎ ነታ ንሕዛ ዝመጸት ኣይተርእን እያ ከማን ብታሕቲ ኮይና ሓቢኣ መዚና ከም ዝግራም ኮይነን ትብሎ ናይ ወጻኢ ዜን ናይ ውሽጢ ሃገር ከማን ኣይፈልጦን እዩ ንስኻ ዘገድሶ እተን ትህቦ ኣርባዕተ ሚእቲ ትሽዓተ ሚእቲ ሓሲባ ግራም ንዕን ሒዙ ጥራይ እዩ ዝኸይድ ሕጂ እንዳ ወርቂ ከምዚ ክወጥቁ የብሎምን ኣብ መወዳእታ እዚ ከምዚ ጌርካ ምኻድ እውን ንዕኦም ሳዕቤን እዩ ኣብ ዘይተወጸሉ ዓዘቕቲ ምእታው እዩ ነዚ ተገንዚቦም ከኣ ብሕጋዊ መገዲ ጥራይ ክገዝኡን ክሸጡን ኣለዎም ኢሉ ክለበ ደሊ። ካልእ ህዝብና ከምቲ ዝበልክዎ ዋላ ሽሕ ግዜ እንተኣመና ንመን ኢና ንኣምን? ሓደ ዘይፈልጠካ ሰብ መዓልካ ሓደርካ ኢልካ ሰላም ኢልካ ሓኪም እየ ዶክተር እየ ክጻገመልካ ክርእየልካ ኢልካ ኣሚንካ ስቕ ኢልካ ክሳይ ምግባር ጽቡቕ ኣይኮነን። እቲ እምነት ስለ ዘሎ እንድዩ፣ እምነት ግን ንመን ንኣምን ክንፈልጥ ክንክእል ኣለና።
ሕብረተሰብና በቲ ናይ ሕጊ ፍልጦ ዘሎ ወይ በሪኽዎ ዘሎ ሓደ ክልተ እውን ነዚ ኣፍልጦ ዘይብሎም ክህልዉና ስለ ዝኽእሉ እዚ ሕጂ ኣታልልዎ ዘሎ ክሱስ እንተሪኢኻዮ እቶም ሰባት ብዕድመ ዝደፍኡ ገለ ጸገማት ዘለዎም ብመነባብርኦም ድዩ ዋላ ናብ ቤተክርስትያን ክኸዱ ከለዉ ወይ ናብ መስጊድ ክኾኑ ከለዉ ንዕኡ ተጠቒሙ ዝገብሮ ምትላላት እዩ። ስለዚ ህዝቢ ከ እንታይ እዩ ክገብር ዘለዎ? ጋዝ ብኸመይ ይዕደል? ፈሓም ብኸመይ ይዕደል? ናብ መስጊድን ቤተክርስትያንን ክኸድ ከሎ እንታይ እዩ ሒዙ ዝኸይድ እዚ ክነቕሓሉ ዘለዎ እዩ። ስለዚ ፈሓምን ጋዝን ብኸመይ ይዕደል እዚ ርዱእ እዩ። ሕክምና ደልዩ ወይ ካልእ ኣገልግሎት ኣብ ምሕዳራት እንድሕር ደልዩ ብኸመይ ይኸይድ እዚ እዩ ክነቕሓሉ ዘለዎ። እዚ ሰብ እዚ ሕጂ ነዘን ነጥቢ እዚኤን ከም መሳርሒ ተጠቒሙ እዩ ከታልል ጸኒሑ ማለት እዩ። ስለዚ ህዝቢ ልዕሊ ኩሉ ኣብዚ ከምዚ ሸለልትነት ኣለዎ ማለት እዩ። ነዚ ሸለልቲ ነዚ ከኣ ክነቕሓሉ ተኾይኑ ከኣ መን እዩ ፈሓም ካበይ ይመፅእ ዕጨት ካበይ ይመፅእ ዕትሮ ጋዝ ኣበይ ይምላእ ብምምሕዳራት ብኸመይ ይሳለጥ ኣብ ዝኾነ ቤት ፅሕፈት ኬድካ እንታይ ኣገልግሎት ትረክብ ነዚ ርዱእ ነገር እዩ ስለዚ ብከምዚ ክታለል የብሉን እዚ ሕጂ ተፈፂሙ ዘሎ ከኣ ብሸለልትነት ተፈፀመ ናይ ህዝቢ እዩ እዚ ጉዳይ እዚ ሕጂ ምናልባት እቲ ህዝቢ ክነቕሓሉ ዘለዎ ሓደ ኣሎ ምናልባት ምስ ፖሊስ ጥቡቕ ዝምድና እዩ ዘለዎ ንሕና ፖሊስ በይንና እዩ ዝሰርሖ እና እዚ ዝለዓለ እቲ ህዝቢ እዩ ዝሰርሖ ማለት እዩ ነዚ ተረዲእኻን ነዚ ከምዚ ዓይነት ሰብ ኩሉ ግዜ ኣብ መትሓዚ ኹን ኣብ ምቁልሖ ኹን ዝኾነ እተረኣየ ገበን ከዓኒ ልዑል ተሳትፎ እዩ ዘለዎ ከምዚ ገበናት ንምቅላዕ ማለት እዩ ስለዚ እዚ ንእዘባ ብፍላይ ክገልፆ ከለኹ እቲ ህዝቢ ኣዝዩ ምስ ፖሊስ ምትእሳር ዘለዎ ስለ ዝኾነ ቀፃሊ እውን ብከምኡ ክቐፅልን ምትእሳሩ ልዑል ክኸውን እየ ዝላወደለ መወዳእታ ማለት እዩ